ሰላም ሰላም ከመይ ትጸንሑ ፍትዋትን ክቡራትን ናይዚ ቲዩብ ቻነል ትኸታተልቲ ነዚ ዕለት ዝሓረናልኩም ሓጸርትን ዋናውን ዜናታት ከምተለመድ ሒዝናልኩም ቀሪብና ኣለና ፈለማ ላይክ ሸር ሳብስክራይብ እንዳገበርኩም ክሳብ ፍጻሚ መደብና ሓቢርኩምና ክትጸንሑ ብኽብሪ ንዕድም። ኣህጉራዊ ኮሚቴ ሕቡራት ሃገራት፣ መሪሕነት ኤርትራ ንኻልኦት ሃገራት ከም መእመኒ ኣብነት ኮይኑ የግልግል ኣሎ ክብል ገሊጹ። ኤርትራ ብጽኑዕ ማሕበረ-ኮማዊ ዋንነት ዝተላለየ ምኽንሻብ ደቂ ኣንስትዮ እትጥቀመሉ ሜላ ኣገባብ ብኣህጉራዊ ኮሚቴ ኣድናቖት ረኺቡ። ምኽንሻብ ደቂ ኣንስትዮ ኣብ መብዛሕትኡ ክፋላት ናይ ዓለምና ብግጉይ ሓበሬታ ክትግበር ዝጸንሐን ዘሎን ኮይኑ፣ ኣብ ኣኮላውን ኣእምሮኣውን ጥዕና ደቂ ኣንስትዮ ኣዝዩ ከቢድ ጉድኣት ዘውርድ ሓደ ካብ ጎዳእቲ ልምድታት ምዃኑ እዩ እዚ ኮሚቴ ትማሊ ጥቅምቲ ኣብ ኣስመራ ኣብ ዝገበሮ ጋዜጣዊ መግለጺ ዝሓበረ። እቲ ኣህጉራዊ ኮሚቴ ኣብ ኤርትራ ዝነበሮ ናይ ስራሕ ዑደት ምዝዛሙ ዝገለጸሉ መዓልቲ፣ ቀዋሚ ወኪል ሕቡራት ሃገራት ኣብ ኤርትራ ወይዘሮ ናህላ ባልጅን ፕሬድዘንት ሃማድያ ወይዘሮ ተኽኣ ተስፋሚካኤልን ወኪል ዩኒሴፍ ኣብ ኤርትራን ኣወሃሃዲት ምኽንሻብ ደቂ ኣንስትዮን ከምኡ'ውን ኣባል እታ ኮሚቴን ኣብ ዝተረኽብሉ መሪሕነት ኤርትራ ንኻልኦት ህዝቢ ከም መእመን ኣብነት ኮይኑ የገልግል ኣሎ ክብል እቲ ኮሚቴ ኣብ ኤርትራ ድሕሪ ዝገበሮ ዑደት ገሊጹ። ብሚኒስትሪ ጥዕና ዝተኻየደ ዝርግሐ ናጻ ሕክምና፣ ብሳዕቤናት ክሸፎን ዝተሃሰያ ኣዴታትን ኣሓትን ህይወተን ኣብ ምድሓን ተርኡ ዕዙዝ ኣብ ርእሲ ምንባሩ፣ ንኹለን ከባቢታት ሃገርና ሕክምናዊ ምኽሪ ብምሃብ፣ ክሻፈን ጎዳእቲ ልምድታትን ብምውጋድ ዝግስግሱሉ ማይን ኣብ ምቕራብን ኣበርክቶ ነይሩዎ ሚኒስትር ዕዮን ማሕበራዊ ድሕነትን። ከም ኣካል ምድሓን ቆልዑን ስድራቤታትን ዕማማቱ፣ ደቂ ኣንስትዮ ካብ ሳዕቤናት ክሸፎን መርዓ ትሕቲ ዕድመን ነጻ ብምግባር ብጥዒት ኣደ ትቃለስ ስድራቤት ንምርኣይ ጻዕርታት ከካይድ ጸኒሑን ኣሎን። ኣብዚ ሕጂ እዋን ኣስታት ተስዓ ሚኢታዊት ኣብ ህዝብና ብዝዓበየ ክሻፎ ጓል ኣንስተይትን ሳዕቤናቱን መሰረታዊ ኣፍልጦ ከምዘለዎ እዩ ጸብጻባት ሚኒስትሪ ጥዕና ዝሕብር። ሎሚ ዓመት ብዝነበረ ሰናይ ክራማት ኣብ ንኡስ ዞባ ዓዲ ቐይሕ ክኽዘን ትፅቢት ዝተገበረሉ ሰለስተ ሚሊየን ሜትር ኪዩብ ማይ ምኽዛኑ ተገሊፁ። ኣብ ንኡስ ዞባ ዓዲ ቐይሕ ካብ ዝርከባ ዓሰርተ ኣርባዕተ ዲጋታትን ዓሰርተ ሽዱሽተ ራህያታትን ክኸዝንኦ ትፅቢት ዝተገበረሉ ሰለስተ ሚሊየን ሜትር ኪዩብ ማይ ምውህላለን ተገሊፁ። ሎሚ ዓመት ብዝነበረ ሰናይ ክራማት ክኽዘን ትፅቢት ዝተገበረሉ ማይ ልዕሊ ክልተ ሚሊየን ሓሙሽተ ሽሕን ሜትር ኪዩብ ማለት ሰማንያ ነርባዕተን ኣብ ዲጋታት እቲ ዝተረፈ ድማ ኣብ ራህያታት ክወሃለል ከምዝተኽኣለ ሓላፊ ቤት ፅሕፈት ሕርሻ ናይቲ ንኡስ ዞባ ኣቶ ዮሃንስ ክፍለማርያም ሓቢሩ። ኣብቲ ንኡስ ዞባ ዝርከባ ዲጋታትን ራህያታትን ዲጋታት ዝባን ዝግበ፣ ሓዋፃን መዓርድን መሊኤን ክፈሳ ከምዝጀመራ ኣቶ ዮሃንስ ገሊፁ። ኤርትራ ነዞም ናይ ኢትዮጵያ መስፋሕፋሕቲ ኣፍንጭኦም ሰይራ'ያ ብቕልጽማ ነጸነታ ጨቢጣ ክብል ላዕለዋይ ፖለቲከኛ መምህር ኣብርሃ ተኽሉ ምዝራቡ ይዝከር። ህዝቢ ኢትዮጵያ መቸም ጥዑያት መራሕቲ ተዓዲሉ ኣይፈልጥን እንድዩ፣ ኣይተሓዞን እዩ። ምኽንያቱ ከኣ ኣይኮነንዶ ታሪኽ ኤርትራስ ታሪኽ ኢትዮጵያ'ውን ብኣግባቡ ኣይፈልጥን እዩ። ከም በዓል መምህር ኣብርሃ ተኽሉ ዝበሉ ናይ ወጻኢ መራሕቲ ትግራይ ብዘለዎም ጽልዋን ፍልጠትን ንገለ ህዝብታት ትግራይን ኢትዮጵያን ብዛዕባ ሓቀኛ ታሪኽ ኤርትራ ኣብ ምርዳኦም ድማ ልዑል እጃም ኣለዎም። ጉራ'ውን ዓቐን ክህልዎ ኣለዎ ብፍላይ መራሒ ሃገር ኮንካ። ኢትዮጵያዊ ጆሃር መሓመድ፣ ዝመጽእ ዘሎ መስከረም ኢትዮጵያ ምህርቲ ነዳዲ ኣብ ዕዳጋ ዓለም ንመሸጣ ከተቕርብ እያ ክብል ወዲ በሻሻ ኣብ ዝሓለፉ ወርሒ ሓምለ ወግዓዊ ሓበሬታ ሂቡ ነይሩ። መንግስታውያን ማዕኸናት ዜና'ውን ነቲ ወዲ በሻሻ እናጠቐሳ ነቲ ሓበሬታ ከሪመናሉ እየን። ህዝቢ ኢትዮጵያ ማሕበራዊ ሚድያ ፍርቁ ነቲ ወዲ በሻሻ ዝተውሃበ ዜና ብሓጎስ ተቐቢሉ እስካብ ሎሚ ክቀባበላሉ ቀንየን። ይኹን እምበር ይብል ጁሃር መሓመድ፣ መስከረም ተወዲኡስ ኣይኮነን እንደ ነዳዲ ናብ ዕዳጋ ዓለም ከቕርባስ ኣይተሓሰበን እኳ ክብል ነቲ ዝበሎ ወቒሱ። ቅድሚ ሸውዓተ ዓመት እውን ወዲ በሻሻ መዓልታዊ ንመፈተኒ ኣርባዕተ ሚእትን ሓምሳን በርሚል ነዳዲ ንመሸጣ ከነቕርብ ኢና ኢሉ ከብቅዕ እታ ወረ ብኡ ገይራ ከም ዝቐሃመት ይዝከር። ጁሃር መሓመድ ከም ዝበሎ ድማ ጉራ እውን ዓቐን ክህልዎ ኣለዎ ብፍላይ መራሒ ሃገር ኮይንካ ክብል ኮኒኑ። ኣብዚ ሕጂ እዋን ናብ ህዝብን መንግስትን ኤርትራ ዝግበር ዘሎ ፈተነታት፣ ስርዓት ብልጽግናን ዝዓበዱን ዝተጸለሉን ሰበ-ስልጣን ኣዘዝቱን ጀነራላቱን፣ እዚ ናብ ህዝቢ ኤርትራን መንግስትን ኤርትራ ዘካይድዎ ዘለዉ ዕዉድን ጽሉልን ፈተነታት ከቢድ ዋጋ ከኽፍሎም ምዃኑ ይፈልጥዎ እዮም። እቶም ዝሓለፉን ዘለዉን ስርዓታት ኢትዮጵያ፣ ሓይልን ብቕዓትን ደልዲብ ናብ ዝበልሉ እዋንን ሰዓትን ኣብ ልዕሊ ህዝብን መንግስትን ኤርትራ ከምዚ ዓይነት ፍኸራን ምፍርራሕን ከካይዱ ሕጂ ፈልማዮም ኣይኮነን። ክቡር ጀነራል ስብሓት እፍሬም ኣብ ሓደ ኣጋጣሚ ብወገን ኢትዮጵያ ዝመጹ ስርዓታት ሓይልን ብቕዓትን ኣለና ኣብ ዝበለሉ እዋንን ሰዓትን ንህዝብን መንግስትን ኤርትራ ፈተነታት ካብ ምክያድ ድሕር ከምዘይብሉ ተዛሪቡ ምንባሩ ዝዝከር እዩ። እዚ ኣብዚ ወቕትን እዋንን ኣብ ልዕሊ ኤርትራ ዝግበር ዘሎ ታህዲድን ፈኸራታትን፣ ስርዓት ብልጽግና ብናይ ሕቡራት ኢማራት ዓረብን እስራኤልን ካልኦት ከደምቱ ሃገራትን ኣካላትን ድሮናትን ወታደራውያን ነፈርትን ፋይናንሳውን ወታደራውያን ሓገዛት ምስ ረኸበ እዩ ኣብ ልዕሊ ኤርትራ ጸብላልነት ኣለኒ ብምባል ከምዚ ዓይነት ዕዉት ምንቅስቓስ ዘካይድ ዘሎ። ጀነራላት እታ ሃገር እቲ ንባሕርን ኣፍደገ ባሕርን ነካይዶ ኲናት ብርሑቕ ብምዃን ኢና ክነካይዶ ብሓረይ ናትናን ኣይግበኣናን ዝብል ኢትዮጵያዊ እንተሃልዩ ከዓ ባንዳ እዩ። ወታደራዊ ሓይሊ ሰብ ኣይንጥቀምን ኢና ብርሑቕ ኮይንና እቲ ኹናት ክንድምድሞ ኢና እቶም ብወዲ በሻሻ ዝምርሑ ወታደራውያን ኣዘዝቲ ከም ዝበልዎ ድማ ጥራይ ኣብይ መምርሒ ይሃበና ኲናት ብምንታይ ከም ንዛዝሞ ክነርእዮም ኢና ክብሉ ብተደጋጋሚ እዋን ክፍክሩ ተራእዮም ነይሮም። እዚ ፍኸራታት ዘመልክቶ ሓቂ እንተድኣ ሃልዩ፣ ልዕሊ ኤርትራ ወታደራዊ ዓቕምን ጸብላልነትን ኣለና ብምባል ስርዓት ብልጽግና ከምዚ ዓይነት ፍኸራታት ዘካይዱ ዘለዉ ድኽምቲ ኢትዮጵያ ኣብ ዝተፈጠረትሉ እዋን ናብ ኤርትራን መንግስቲ ኤርትራን ብወገን ኢትዮጵያ ዝኾነ ይኹን ሓደጋ ኣይቕልቀልን እዩ። ስርዓት ብልጽግና ምስ ወያነ ኣብ ዝገበሮ ኹናት ክድከር እንከሎ ኤርትራ ኣድሑኑኒ፣ ህዝቢ ኤርትራ ኣሕዋትና ኢኹም፣ ህዝቢ ኤርትራን ሓይልታት ምክልኻል ኤርትራን ኣብ ታሪኽ ኢትዮጵያ ዝገበርኩምልና ውዕለታ ንርስዖ ኣይኮናን እናበሉ ወታደራውያን ኣዘዝቱን ሰበ ስልጣንን ናይታ ሃገር ኣብ መንግስታውያን ቴሌቪዥናት ናይታ ሃገር ብምምጻእ ከመስግኑን ክናዘዙን ተዓዚብና ኔርና። ሕጂ ድማ እቲ ትማል ሓይልታት ምክልኻል ዘድሓኖ ስርዓት ተገምጢሉ ኣብ ልዕሊ ህዝቢ ኤርትራ ከምዚ ዓይነት ከካይድ ክትርኢ እንከለኻ ኣዝዩ ዘገርም ይኸውን። ቀናእን ሓሳውን መራሒ ኢትዮጵያ ወዲ በሻሻ ትማል'ውን ብዛዕባ ዓሰብ ከምዚ ክብል ገሊጹ ኣሎ። ኢትዮጵያ ሽሕን ትሽዓተ ሚእትን ሓምሳን ትሽዓተን መፃረዪ ነዳዲ መሳርሒ ቅድሚ ሕጂ ነይሩና እዩ ዝበለ ኮይኑ ኣብ ዓሰብ ዝሃነፅናዮ ኣብ ሽሕን ትሽዓተ ሚእትን ሓምሳን ትሽዓተን ሓሙሽተ ሚእቲ ሽሕ ሜትሪክ ቶን ከፃሪ ዝኽእል ነዳዲ ኣብ ዓሰብ ንሕና ኢትዮጵያውያን ሰሪሒና ኢና ዝበለ ኮይኑ ድሕሪ ኣርባዕተ ዓመት ድማ ሸሞንተ ሚእቲ ሽሕ ሜትሪክ ቶን የዕብያቶ ዝተዓደልናዮ ኮይና እቲ ወደብ ክንገድፎ ከለና ግን እቲ ኣቑሑት ኣብኡ ዝነበረ ኣይተማላእናይን ክብል ዝገለፀ ኮይኑ እቲ ዝገርም ድማ እቲ ዓሰብ ልኣላውነት ሜሬት ኤርትራ ምዃኑ ድማ እቲ ኣብ ዓሰብ ዝተተኽለ መጻረዪ ነዳዲ ኸዓ እንተገደደ ናብ ኣዋሽ ድሬደዋ ከምጽእዎ ኔርዎም ክብል ገሊጹ። ንሓደ ኢትዮጵያዊ እዚ ከተሓሳስቦን እዚ ዝኣክል ንብረት ኣብ ዓሰብ ገዲፍና ዘየምጻእናዮ ዘሕርቕ'ዩ ዝበለ ኮይኑ እቲ ወዲ ባሻሻ ቀናእን ሓሳውን ምዃኑ ዘማላኽት ከዓ እቲ መፃረዪ ነዳዲ ኣብ ዓሰብ ዝገደፍዎ ኣርባዕተ ዕፅፊ ሰሪሕና ክብል እዩ ዝፍክር ዘሎ ናይ ኣብይ ሓመድ መጠረሽታ ሓሶቱ ድማ ዕስራን ሸሞንተን ጁን ክልተ ሽሕን ዓሰርተ ሸሞንተን ብናይ ገዛእ ርእሱ ሚድያታት ኣርባዕተ ሚእትን ሓምሳን በርሚል ድፍድፍ ነዳዲ ምውፃእ ስራሕ ጀሚርና ኢሉ እውን ምንባሩ ኣይርሳዕን። እቲ ትማሊ ዝበሎ ነገር ኣዝዩ ዝገርም ድማ ምስ ኤርትራ ሕነይና ፈዲና ክብል ምዝራቡ እዩ ኣርባዕተ ዕፅፊ ካብቲ ኣብ ዓሰብ ዝነበረ መሳርሒኡ ሕነይና ፌዲና ክብል ተዛሪቡ ኣሎ እዚ ዘርእየና ድማ ዓሰብ ክሕዛ ከም ዘይክእል፣ ብጉዳይ ዓሰብ ዝገብሮ ዘሎ ፈኸራታት ክኾነሉ ከም ዘይክእል ናይ ተስፋ ቆረጽ ናይ ጭንቀት ዘረባታቱ እቲ ሓደ እዩ። ኢትዮጵያ ንወደብ ዓሰብ ደልያ ጥራይ ዘይኮነትስ ኣብኡ ንዘሎ ሃብቲ ነዳዲ ንምውጻእ ከም ዝኾነት እዩ። ከም ዝፍለጥ ኤርትራን መንግስትን ኤርትራን እዙይ ኣለና እዙይ ረኺብና ኢሎም ተጎሪኖም ኣይፈልጡን። እዚ ኣብ ዝሓለፈ ዜናታት ተዘርጊሑ ብዝነበረ መሰረት ኣብ ኤርትራ ነዳዲ ከም ዘሎ ዝተገልጸ ኮይኑ፣ እቲ ነዳዲ ኣበይ ከም ዘሎ መንግስቲ ኤርትራ ብንጹር ኣይገለጸን። ኣብዚ ወርሒ ናይ ፈረንሳ፣ ስዑድ ዓረብ፣ ጥልያን ኣብ ዳህሳስ ነዳዲ ዝነጥፋ ኩባንያታት ናብ ኤርትራ ከም ዝኣተዋ ዝግለጽ ዘሎ ኮይኑ፣ እዚኦም ድማ ኣብ ገማግም ባሕሪ ኤርትራ ኣብ ዳህሳስ ነዳዲ ተዋፊሮም ዝርከቡ ኮይኖም ካብኣቶም ድማ ሓደ ናይ ስዑድ ዓረብ ኩባንያ ኣብ ኤርትራ ሃብቲ ነዳዲ ከም ዝተረኽበ ዝገለጸ ኮይኑ ኣበይ ከባቢ ከም ዝተረኽበ ግን ብወግዒ ኣይገለጸን። ዝተፈላለዩ ምንጭታት ይገልጽዎ ከምዘለዉ ድማ፣ እቲ ናይ ኤርትራ ሃብቲ ነዳዲ ኣብ ከባቢ ዓሰብ ክርከብ ከምዝኸኣለ ግምቶም የቐምጠ ኣለዉ። ኣብ ኤርትራ ብዝሕ ወርቂ ርያንም ነዳዲ ኣሎ ክብል ዶክተር ሰይፈ በርሀ ድማ ገሊጹ ነይሩ። ኣብ ኤርትራ ነዳዲ ኣሎ ዝበለ ዶክተር ሰይፈ በርሀ፣ ፕሮጀክት ዕደናን ኣፈጻጽማ ዳሪክተርን ኣንድያሞ ኣብ ኤርትራ ምስ ኩባንያ ስዑድ ዓረብ ሰፊሕ ዘተ ከምዝተገበረ ድማ ገሊጹ ምንባሩ ኣይርሳዕን። ኢንጂነር ሲራክ ኣብ ናይ ዳህሳስ ነዳድን ካልኦትን ዝነጥፍ ከምዚ ክብል ገሊጹ ኣሎ። ወዲ በሻሻ ብዛዕባ ምዕጻው መጻረዪ ነዳዲ ዝገለጸ ኮይኑ፣ ዓሰብ መጻረዪ ነዳዲ ብሓምለ ሽሕን ትሽዓተ ሚእትን ተስዓን ሸውዓተን፣ ወርሒ ኣርባዕተ፣ ቅድሚ ባጤራ ናቕፋ ምምጽኡ ከምዝተዓጸወን፣ ዓሰብ መጻረዪ ነዳዲ ንዕዳጋታት ኤርትራን ኢትዮጵያን እዩ ዘገልግል ነይሩ ዝበለ ኮይኑ፣ እዚ ድማ ንኢትዮጵያ ጥራይ ኣይኮነን ዘገልግል ነይሩ። መንግስቲ ኢትዮጵያ ብቕንዕን ሕስድናን መጻረዪ ነዳዲ ዓሰብ ምጥቃም ምስ ተሓሰመት፣ ንኤርትራ ጥራይ ምጥቃም ቁጠባዊ ምኽኑይ ስለዝነበረ እዩ ተዓጽዩ ክብል ይገልጽ። እንጅነር ሲራክ ኣብኡ ዝሰርሕ ዝነበረን ብጽቡቕ ኣፍልጦ ናይ ነዳዲ ዳህሳስን ካብቶም ዘካይዱ ዝነበሩ ኣብ ዝተፋላለየ ክፋላት ናይ ዓለምና እዩ። ዓሰብ መጻረዪ ነዳዲ ምዕጻዉ ካብ ንኤርትራ ንኢትዮጵያ ዘስዐቦ ኪሳራ ኣዝዩ ዓብዪ ከም ዝኾነ ብምግላጽ ወደብ ዓሰብ ተሓንሲሞም ናብ ጁብቲ ምስ ከዱ ናይ ነዳዲ ጥራይ ዘይኮነ ኩሉ ወጻኢታት ሰማይ ዓሪጉ ካብቲ ናይ ወደባት ናይ ኤርትራ ዝረኽብዎ ዝነበሩ ብጥርሑ ከም ዝነበረን ኣብ ጁብቲ ምስ ከዱ ግን ምስቲ ተጠቃምነት ሰማይ ዓሪጉ መጻረዪ ነዳዲ ዓሰብ ምዕጻዉ ኤርትራ ኣይኸሰረትን፣ ጸኒሖም ከኣ ኣግማልኩም ማይ ኣስትይሉ ምባሎም እዉን መቐጸልታ ምሕሳም መጻረዪ ነዳዲ ዓሰብ እዩ ነይሩ። ኤርትራ ካብ ዘለዋ ሃብቲ ነዳዲ፣ ወርቂ፣ ዩራንዩም፣ ፖታሽ እዉን ኣብዚ ቀረባ ወጺኡ ናብ ዕዳጋ ዓለም ክቐርብ እዩ። ስለዚ ድማ ኤርትራ ካብቶም ዘለዉዋ መዓድናት ሓደ ሚኢታዊት እዉን ኣይተጠቐመትሉን። መንግስቲ ኤርትራ ነዙይ ኣብ ግምት ብምእታው ቆሪጹ ተበጊሱ ይርከብ። እምበኣርከስ ነዚ ዕለት ዝሓረናልኩም ሓጸርትን ዋናውን ዜናታት ነዞም ተኻታተልኩሞም ይመስሉ ነይሮም። ቀጻሊ ብኻልኦት ሓበሬታታት ክሳብ ንራኸብ ሰሰናዩ።